ሰላም ንዓኹም ይኹን ኣብዚ ንሎምዓንቲ እንዳልየልኩም ዘለኹ ብዛዕባ ናይ ሕማም ዝምልከት እዩ ሕማም እንታይ እዩ መዓስ ንሓምም ብኸመይ ንሓምም ስለምንታይ ንሓምም ሕማም ቅድመና ድዩ ነይሩ ወላ ንሕና ኣቐድሞ ኢና እንታይ እዩ ሕማም ካበይ ይመጽእ ብዝተፈላለየ ነገራት ኣቦታትና ብዙሕ ነገራት ገዲፎምልና እዮም ቀዳሞት ኣቦታትና ኣዴታት ማለት እዩ ሕጂ ከኣ እዚኣ ናይ ዶክተር ብሩስ ምስቲ ናትና ባህላዊ ኣካይዳ ወይ ባህላዊ ስነ ስርዓት ዝኸይድ ዝተተሓሓዘ ክሕግዘና ዶ ይኽእል ኢለ ደምጻኹ እየ ኣብዚ ስክሪን ጌረልኩም ኣለኹ ነቲ ሰብ ዶክተር ብሩስ ለፍተን ይዝባል ኣል ክት ሪሰርች ትገብሮ ትክእሉ ኢኩም ሙር መን እዩ እንታይ ይገብር ገለ እዚ ሞር ላይክሊ መብዛሕትኡ ግዜ ብዝተካእለኒ መጠን ነቶም ኢንግሊሽ ዘይክእሉ እዚ መልእክቲ እዚ ክበጽሖም ዘይክእል ሰባት ንዕኦም ንምብጻሕ ኢለ ዝፍትኖ ዘለኩ እዩ በብሓደ እቲ ኣነ ዝክእሎ ክትርጉመልኩም ክፍትን እየ። እቶም ትርድእዎ ጽቡቅ ተተረዲእክሞ ሕማም ምውዳእና ስለ ዘሎ ከም ሓበሻ መጠን ከም ኤረትራዊ መተን ብዝተፋላለየ ቋንቋታት ኢና ንዛረብ ግን እቲ ንኩላህና ከዛርባና ወይ ከኣ ኣብ ኤርትራ ዘሎ ብዙሕ ክርድኦ ዝክእል ትግርኛ ስለ ዝኮነ ኣነ ከኣ ትግርኛ ስለ ዝኮነ ዓቅመይ ብትግርኛ ነዚ ነዚ መደብ እዚ ክቕይረልኩም ፈትነ እየ እቶም ካልኦት ብሄራት ከኣ ንፉዓት ኣለኹም ክትትርጉሙ ትኽእሉ ተቐቢልኩም ከኣ እንድሕር ተረዲእኩም በቲ ናትኩም ብሄራት ጌርኩም በቲ ዝርድኣኩም ቋንቋ ከኣ ክትትርጉምሎም ወይ ሓደ ሰብ ዝሓዘኩም ስለ ዘየለ ነቶም ኣሕዋትኩም ዓቕሚ ዘይብሎም እንግሊሽ ክሰምዑ ዘይክእሉ በብብሄርኩም ጌርኩም ተርጒምኩም ጥዕና ክረኽቡ ሕውየት ክረኽቡ ሰላም ክረኽቡ ፍቅሪ ክገብሩ ድሕር ኮይኖም ጥዕና እዩ ዝመጽእ ቀዳሞት ኣነ ሕጂ ብዙሕ ክዛረብ ኣይደልን እየ ነዚ ሰብኣይ ዝብሎ እንዳቋረጽኩ ቀስ ብቀስ ክትርጉመልኩም ፍትኒ ሓቢርና ንከታተሎ የቀኔለይ
If we are so able to be healthy and young, why do we get sick? One of the most ጥዑያትን መንእሰያትን ከለናስ ከመይ ጌርና ንሓምም ይብል ኣሎ። ሓደ ካብቲ ዝዓበየ ነገር ከኣ ስትረስ እዩ ይበሃል፣ ጭንቀት ማለት'ዩ።

ከም ምሳሌ ክርኤኩም እየ ሓደ ሴል ኣብ ቅድሚኦም ሚነራልስን ቪታሚንስ ወይ ከዓ ኒውትሪየንትስ ዝበሃል ገብረሎም እየ መግቢ ማለት እዩ። እቶም ሓደ ሰብ ከዓ ቶክሲክ ወይ ከዓ ከምዚ ስሚ ዓይነት ክገብረሎም እየ ይብል ኣሎ። እቲ ኣውትካም እቲ ውፅኢቱ ከዓ እንታይ ከም ዝኾንካ ሓቢርና ንርኣዮ።

እቲ ኣብቲ ሓደ ሳይድ ኣብቲ ሓደ ቦታ ፖይዘን ኣሎ እቲ ሓደ ቦታ ኮላይ ኒውትሪያንስ ማለት ከምዚ ቪታሚን ሚነራልስ ንነብስኻ ዝሃንፅ ነገራት ማለት እዩ ኣሎ ሕጂ እቶም ሴልስ እቲ ንዓኻ ዝሃንፅ ነገር ሂወት ድበካ ነገር ልዕቤካ ክርእዩ ከለዉ ይባዝሑ ናብኡ ገፆም ከኣ ይኸዱ ናብቲ ፖዘቲቭ ዝብሎ ዘሎ ማለት እየ ናብኡ ክዱ እሞ ደስ ኢልዎም ካኒ ይባዝሑ ይዓብዩ ፅቡቅ ክስናይ ነገራት ትሪኤሎም ማለት እዩ እንድሕር ቶም ሴል ካኒ ናብ ፖይዞን ኮይኑ ከላ እቲ ፖይዞን ምእንታን ከይቀትሎም ይጥርነፉ ይእከቡ ይዓፅዉ ኣይዓብዩን እዮም ኣብ ምክልኻል እዩ ሓይሎም ሕጂ እቲ ከምቲ ንርእዮ ዘለና ነቲ ናይ ናይ ዓለም ሶሳይቲ ኣብ ዝተፈላለየ ውግእ ዘለወን ሃገራት እንድሕር ኮይነን እቲ ውግእ ሰብ ጥራሕ ኣይኮን ዝቐትል ውግእ ስለ ዘሎ እቲ ምጉዳል እቲ ምውላድ የቋርጽ ጥሜት ኣሎ ሽግር ኣሎ ስደት ኣሎ ኩሉ ስለ ዝመጽእ እቲ ዓቕሙ ሰብ ውሑዳት ገይሩ ወይ ክልተ ቆልዑት ሓደ ቆልዓ ሰለስተ ቆልዓ ኣርባዕተ ቆልዓ ወሊዱስ ብጽቡቅ ከዕብዮም እዩ ዝደሊ ወይ ከኣ ክከላኸለሎም እዩ ዝደሊ ነቲ ኣብ ግዜ ተዛማዲ ሰላም ከኣ እቲ ሰብ ከም ድላዩ ይበልዕ ይሰቲ ይጸግብ ስለ ዝኾነ ከም ድላዩ ከኣ ይባዛሕ እሞ ብዙሓት ቆልዑት ከኣ ይወልድ ሕጂ ምስቲ ናትና ህይወት ህይወት ከኣ ክነተሓሕዞ ከኣ ንኽእል ኢና ማለት እዩ።

Something is going on. So it sends a signal to the pituitary gland, which is called the master gland.
ሕጂ እንታይ ዝብል ዘሎ እዚኣ ሃይፖታላሙስ ትበሃል እዚኣ ከባቢ እዚኣ እቲ ሲግናል ናብዚኣ እዩ ዝመፅእ እቲ ሓበሬታት ናብዛ ምስ መፀ ኣብዚ ከዓኒ ስትረስ ኣሎ ስትረስ ኣሎ ምስ በለ ናብቲ ዝተሓደ ናብቲ ናይ መጓዓዝያታት ናይ ኢንፎርሜሽን ገፁ ኣቢሉ ናብ ፒትዩተሪግላንድ ዝበሃል ይኸይድ ማለት እዩ። ካብ ፒትዩተሪግላንድ ከኣ ዲቫይድ ደኾ ናብ ኩሉ ንመቓቐል ናብ ኩሉ ፓርት ናይ ኣካላትና እሞ ኩሉ ኣካላትና ከኣ ናብ ምክልኻል ስትረስ እንድሕር ኣሎ ንከላኸል ንከላኸል ንከላኸል ሓደጋ ኣሎ ብደገ ሓደጋ ኣሎ ብደገ ይብል ሞት ነብስኻ ሕጂ ከክንዲ ዝዓቢ ኣብ ምክልኻል ይኸውን እዩ ዝብል ዘሎ ማለት እዩ።

እቲ እቲ ፕሮሰስ ከምዚ ኢሉ ምስ ከደ ናብቲ ስትረስ እቲ ስትረስ ሆርሞን ምስ መጸ ኮላይ ናብቲ ነብስና ይዛው የሰጋግሮ ማለት እዩ። ሕጂ እቲ እቲ ፕሮሰስ እንታይ እዩ ካብቲ ስትረስ ናብቲ ኣም ግላንዳት እናኸደ ከተም ግላንድ ከኣ ኬሚስትሪ እናተመቐየሩ እቲ ኣውትካም ናይቲ ኬሚስትሪ ወይ ከዓ ውጽኢት ናይቲ ኬሚስትሪ ናይቲ ኬሚስትሪ ከዓኒ ናይ

and what's the ሕጂ ታይ ዝብል ዘሎ እቲ ደም ከኣኒ ናብ ደም ምስ ከደ እቲ ደም ኮላይ እንታይ ትእዛዝ ዝህብ ናብ እግርን ናብ ኢድን ገጹ ዩ ከም ዝወጽእ እቲ ደም የውጾ ካብቲ ቦዲ ማለት ዩ ንምንታይ የዳልዎ ኣሎ ወይ ንምህዳም ወይ ንምብኣስ ሕጂ እዚ ንምህዳምን ንምብኣስን ኣብ ትኾነሉ ግዜ እቲ ደም እቲ ካብቲ ቨስላ፣ Vescera፣ ዩ ዝብሎ ዘሎ

ሕጂ እንታይ እዩ ዝብል ዘሎ ብብዝሒ እዩ ዝዛረብ ዘሎ እዚ ሰብኣይ እንታይ ይብል ዘሎ እቲ ናትና እቲ ሴልሲ ክዓቢ ክኽእል ኣለዎ ሕጂ ዕቤት ኩሉ ግዜ ኣየቋርጽን እዩ ኣብ ሂወትና ዋላ ሚእቲ ዓመት እካ ኩን ደኣ እምበር ይዓቢ ለውጢ ኣሎ ማለት እዩ ሕጂ ለውጢ ስለ ዘየቋርጽ እቶም ሴልስ ሴልስና ናሆላይ ብዙሓት እዮም ዝሞቱ። ብዙሓት ከኣ ይትክኡ። ዝተማህርናዮ ኔርና ኣብቲ ንኣሽቱ ከለና ኣብ ኣብ ኣብ ኣብ ሳይንስ ተማሂርና ኔርና ንኣሽቱ ከለና ግን ስለ ንርስዖ ንኣሽቱ ስለ ዝነበርና ሽዑ ናብ ክትሓልፍ ከመይ ኢልካ ትሓልፍ ኢኻ እምበር ክትፈልጥ ብዙሕ ኣይኮነን ሕጂ እቲ ቀንዲ ዕላማ ክኸውን ዝግብኦ ነቲ ቆልዓ ፈሊጡ ከም ዝዓቢ ክትገብሮ እዩ ግን ኣብቲ ዘሎ ናትና ናይቲ ዝነበርናዮ ግዜ ጃስ ክትሓልፎ ኣለካ ኣጽኒዕካ መጺኻስ ንፈተና ክትሓልፍ ሕጂ ከኣ እዚ ከኣ እንታይ ዝብል ዘሎ እቲ እቲ ከምኡ ምዃን እቲ እቲ ነብሲ ወይ ክዓቢ ወይ ክከላኸል እዩ ዝኽእል እንድሕር ኣብ ምክልኻል ኣሎ ክዓቢ ይክእልኒ ኣብ ምዕባይ ተሎ ከኣ ክከላኸል ኣይክእልኒ እቲ ምዕባይ ጠጠው ኣቢሉ እዩ ናብ ምክልኻል ክኸይድ ሕጂ እቲ ንሪኦ ዘለና ኣብዚ ኩሉ ግዜ ከኣ ኣብቲ ኖርማል ላይፍና ከኣ ንሪኦ ኢና ሕጂ እቲ ወላ ኣብ ሃገር ናይ መጀመርያ ናጽነት መጽያ ክበሃል ከሎ ናይ ናይ ዓድና ኤርትራ ናጽነት ምስ ወጸት ናይ መጀመርያ ሸውዓተ ዓመት በቃ ሰብ ኩሉ ስራሕ ገለመለ ካብ ሃገርጉሎ ተመሊሱ እንዳ ኮርያ ገለመለ እንዳ እንዳ ምንዳቓይ ፍለኛሞ ኣብ ኩሉ እተፈላለየ ነገራት ክሰርሕ ጀሚሩ ደገ ወጺኡ ክሽቅጥ ክፍትን ነዚታት ኩሉ ነገራት ርእዩ ኔሩ ዳሕራይ ተመሊስና ምስ ናይ ወያነ ኩናት ምስ ኣተና ምስ ኢትዮጵያ ኩናት ምስ ኮነ ከኣ እንታይ ኮይኑ በቃ ዝኣቱ የለ ዝወጽእ የለ ንግዲ ከምድላይካ የለን ገዛ ክትሰርሕ ኣይትክእልን ኢካ ኩሉ ሰብ ኣጎልጉለት እዩ ሕጂ ነቲ ኩሉ ከምዚ ነዚ እንታይ ጌርና ማለት እዩ እታ ሃገርና ክትዓቢ ወይ ከኣ ክትብልጽግ ዝነበራ ብሰንኪ እቲ ዝነበረ ናይ ኩናት ኩነታት እንታይ ኮይና ተደቂስና እንደገና ማለት እዩ ሕጂ ኣብ ነብስና ከኣ the same thing እቶም cells እንድሕር ዝድለ መግቢ ጥዑይ መግቢ ድሃንጽ መግቢ ፍርሂ ዘይብልካ ሰላም ጌርካ ትነብር ተኾንካ እቶም ን cells ይብልጽጉ እሞ ሂወትካ ሰላም ይኾን ሂወትካ ጽቡቅ ይኾን ሂወትካ ጥዑም ይኾን እዩ ዝብል ዘሎ። ሕጂ ብጣዕሚ የኮርዕ። እንታይ ካብላሉ ናይ ኪሞ ሰረፒ ኮላይ ምክንያቱ እቲ ናይ ኣብ ማዓናጡና ዝርከብ ነገራት።

ሕጂ ታይ ዝብል ዘሎ እቲ እቲ ኬሞ ትረፒ ናይ ካንሰር ኢሎም ዝገብርዎ ትሪትመንትስ ኣይሰርሕን እዩ ምክንያቱ ነቶም ሲለ ነቶም ሴላር ለገር ንኩሎም ዝቀትሎም ነቶም ጥዑያትን ነቶም ደይ ጥዑያትን ዝቀትሎም ሕጂ እቲ ዕብየትን እቲ ምክልካልን የለን ከምኡ ስለ ዘየለ ከኣኒ እቲ ጨጉርካ እቲ ጨጉሪ ናይ ጨጉሪ ርእሶም ዝወርድ ወድቅ ማለት እዩ

ሕጂ ታይ ዝብል ኣሎ እቲ ናይ ስትረስ ስትረስ ነቲ ካብቶም ጉላንዳ እቲ ስትረስ ምስ መጸ ነቲ ስትረስ ከኣኒ ናብ ኢድናን ናብ እግርናን ንሰደዶ ወይ ምህዳም ወይ ምብኣስ እዩ ሕጂ ከኣኒ እሱስ እሱ እንድሕር ኮይኑ ኮላይ እቲ ነብስና ካብ ዕቤት ጠጠው ኢሉ ኣሎ ሕጂ ታይ ዝብል ኣሎ እንድሕር ኣንበሳ መጻካ ኣሎ ሕጂ እንድሕር ኣንበሳ መጺኣካ ኣሎ ቀዳማይ ነብስኻ ዝገብሮ ካብቲ ኣንበሳ ምህዳም ድዩ ወላስ ነቲ ባክተርያ ፋይት ክገብሮ ሶ እቲ ኢነር እቲ ውሽጥኻ ዘሎ ሕማም ገዲፉ ነቲ ካብ ደገ ዝመጸ ኣንበሳ ክከላኸል ይጽዕር ከምዚ ኣጋጣሚ ማለት እዩ ናይ ሕሰቦ ዕስራ ዓመት ዕስራ ዓመት ካብ ሽሕን ትሽዓተን ሚእትን ካብ ተስዓን ሸውዓተን ስጋብ ስጋብ ክልተ ሽሕን ሸሞንተን ደሓን ንበሎ ወላ ካብ ስጋብ ክልተ ሽሕን ስጋብ ክልተ ሽሕ ስጋብ ክልተ ሽሕን ዓሰርተ ሓደን እቲ ህዝቢ ኤርትራ ኣብ ምክልኻል እንድሕር ነይሩስ ወላ ሓንቲ ዕብየት ክገብር ኣይክእልን እዩ ሶ ኣብ ምክልኻል እንድሕር ኣሎ ከዓኒ ነቲ ናይ ውሽጣዊ ዘሎ ጉዳይ ከዓ ክፈትሖ ኣይክእልን እዩ ሶ እንታይ ኮይኑ እቲ ህዝብን እቲ ሃገርን እንዳሞተት እያ ትኸይድ ኮን ዘ ሴም ቲንግ ኮላይ እቲ ነብስና ኣንበሳ መጺኡ ንዑ ክከላኸል ብድሕሪኡ ዝብኢ ተመጺኡ ብድሕሪኡ ተመን ተመጺኡ ብድሕሪኡ ገለ ኣብ ምክልኻል ጥራሕ ተሪፍዎ ነቲ ምክልኻል ክብል እቲ ውሽጡ ግን እንታይ ይኸውን ኣሎ እቡኽ እቡኽ እሞ ይመውት ማለት እዩ ሕጂ ከኣ ከምኡ እዩ ዝብል ዘሎ እዚ ሰብኣይ።

እንድሕር ከምዚ ዝብሎ ዘሎ እቲ ኣንድሕር ኣንበሳ መጺኡ ክበልዓካሲ እቲ ኢሚዩን ሲስተም ኮለ ኣብ ውሽጥካ ናይ ባክተርያ ፕሮብሌም ተሎ ናይ ባክተርያ ድሕር ሕማም ኣሎ ውሽጢ ነቲ ሕማም ናይ ባክተርያ ክከላከል ምስ ጸንሐ ኣጋጣሚ ግን ኣንበሳ ምስ ዝመጽእ ሕጂ እቲ እንበሳ ከኣኒ ክበልዓካ ኢዩ ሕጂ እቲ ነብስካ ዝገብሮ ቀዳምነት ካብቲ ኣንበሳ ንከይብላዕ ኢዩ እምበር ካብቲ ባይር ነቲ ባይረስ ክርስዖ ኢዩ ምክንያቱ እንድሕር ተበሊዕካ እቲ ባክተርያ ናይቲ ኣንበሳ ፕሮብለም እዩ ናትካ ፕሮብለም ኣይኮነን ናይቲ ኣንበሳ ፀገም እዩ እምበር ናዓካ ኣይኮነን ምክንያቱ እቲ ኣንበሳ ምስ በልዓካ ንስካ ኣብቲ ኣፍ ኣንበሳ ምስ ኣተካ ኣብ ከብዱ ኢካ ትኣቱ so እቶም ባክተርያ እውን ምስኡ ኣብ ከብዱ ክኣትው እዩ

ሕጂ ታይ ዝብል ደለኩ ብዝካኒ ነዚ ናይ ሕማም ዝምልከትሲ እቲ ናትካ እስትረስ ምስ ኮነ ነቲ ናትካ እሚን ሲስተም እዩ ዝዓጽዎ እሚን ሲስተም ማለት እቲ ምክልካል ናይ ምክልካልካ ኣብ ከብድና እዩ ደሎ ኣብ ከብድና እዩ ፕሮዲስ ኣብ ከብድና እዩ ከብድና ከብድና እዩ ዘፍርዮ ነቲ ምክልኻል ሓይሊ ነቲ ሓይሊ ከኣ እንታይ ይኸውን ሻዳውን ምስ ኮነ እቲ ዘሎ ተሪፉ ዘሎ ሓይሊ ናብ ኢድ ናብ ቅልጽምካን ናብ እግርኻን እዩ ዲኺኸይድ ዘሎ እንታይ ገዲፍካ ኣሎ ናይ መከላኸሊ ዝበሃል ነገራት ኣይፍጠርን እዩ ዘሎ ኣይመንጩን ሓይሊ ጸዓት እንድሕር ጠጠው ኢላሲ ጸዓት የለን ሕጂ ነቲ ነብስና ከኣ እቲ ሓይሊ ጸዓት ዝኸውን ዘሎ ን

ዕድል ረኽቦሞኒ ሽዑ እዮም ከጥቅዑኻ ዝጅምሩ። ሕማም ኢሉ እቶም ባክተርያ፣ ቫይረስ ድበሃሉ ጀርምስ ኣብ ውሽጥና እዮም ደለዉ ኩሉ ግዜ። እንታይ ደኣስ እቲ ዕድል ዕድል ተረኺቦም ጥራሕ እዮም ከጥቅዑኻ ዝኽእሉ። ሕጂ ነቲ እቲኦም እቶም ዕድል ዝረኸቡ ግን ባብታ ግዜ ሕማቅ ዘለካላ ድኩም ዘለካላ ስትረስ ዘለካላ ሽዑኡ ናጥቅዑ ናጥቅዑ ናጥቅዑ ንሓደ ቦታ ኣቆጻጸሩ እሞ ናሓመሙ ነቲ ነቲ ናሓመሙ ኣብ ዝተፋላለየ ቦታ ናይ ኩሊት ተኮይኖም ኣብ ኩሊት ዘለካ እንድሕር ኣጥቂዕካ ናይ ኩሊት ሕማም ናይ ልቢ ሕማም ናይ ኪድኒ ሕማም ናይ ኩሉ ማለት እዩ ትሓምም። ሕማም ካኒ ኣብ ነብስኻ የስፋሕፍሕ ጃሃዚ ሕማም ኩሉ ግዜ ምሳና ኣሎ እቲ ኦም ባይረስ ባክተርያ ገለ ብለ ኩሉ ግዜ ምሳና ኣሎ ንምንታይ እዮም ዘይሕዙና እቲ ኢሚን ሲስተም ድሕር ጽቡቕ ዝሰርሕ ኮይኑ ክከላኸሎም ይደፍኦም ቦትኦም እትሕዞም ዶርማንቲ ኮይኖም ዝጸንሑ ማለት እዩ።

ስትረስ ምስ ኮንካ ኣብ ፋይት ኤን ፍላይት ምስ ኮንካ ሪፍለክስ ማለት ከምዚ ራንዶም ንመጻልካ ድካ ትገብር ወላ ሓሲብካ ኢካ ትገብር ራንዶም ኢካ ትገብር ኣብ ኣታ ኢልካ ብሃውሪ ትገብሮ ማለት እዩ ሕጂ ዋይ ከ ካብ ብዋህሪ ትገብሮ ነገራት ካኒ እቲ ናትካ ኢንፎርሜሽን ምስ መጾ ነቲ ናትካ። ኣእምሮኻ ሓምለ ንኸእል ናቲ ናትካ ሓንጎልካ ዝቀጥሞ ጸይጡ ነቲ ተሪፉ ዘሎ ደም ናብቲ reflex behavior ዝኾነ ብረይን የውርዶ ናብ ታሕቲ ናብ ታሕቲ ምስ ወርደ እሞ ሕጂ እቲ ናትካ ኢንተሊጀንት ትሓስበሉ ዝግብኣካ ሓንጎል ተጨቢጡ ስለ ዘሎ ናብቲ ታሕተዋይ በቲ ታሕተዋይ ናይ ፋይት ኤን ፍላይት ወይ ከዓ ናይ ምህዳምን ናይ ምባኣስን ኣለካ ናይ ሪፍሌክት ተግብረካ ማለት እዩ ብኡ ክትጥቀም ትጅምር ማለት እዩ እንታይ ይብል ኣሎ ከዓ ዝበለፀ ኣብነት ክኾንና ዝኽእሉ ኣሜሪካውያን ይብሉ ኣለዉ

ሕጂ እቲ ፍርሂ ዝኣትዎም ስትረስ ስለ ዝገበረሎም ነቲ ስትረስ እቲ ከኣ ክከላኸልዎ በቃ ብሰንኩ መድሃኒት ክበልዑ ጀሚሮም ማለት እዩ ተጨኒቖም ሕጂ እቲ ጨኒቖም መድሃኒት ክበልዑ ምስ ከዱ እቲ ናይ መድሃኒት ሸይጥ ኣብ ዓመት ብዕስራ ፐርሰንት ወሲኹ ኢሉ ኣብ ሓሙሽተ ዓመት ከኣ ብሚእቲ ፐርሰንት ካብቲ ዘእትውዎ ዝነበሩ ገንዘብሲ ብሚእቲ ፐርሰንት ወሲኾም እንታይ ይሸጡልካ ናይ ፔንኪለር ወይ ከኣ ናይ ቃንዛ ልክዕ እቲ ዝበርትዐ ናይ ቃንዛ ጌሮም እዮም ዝድቅሱ ምስ ደቅሱ ድቅሱ ከለውስ ብደይ መድሃኒት ኣይድቁስን እዮም ኣብ ኤሜርካ ሕጂ ንሕና እዚታት ኣይንፈልጦን ናብ ዓድና ኮይና ስፔሻሊ እቶም ኣብ ዓዲ ዘለዉ ኤርትራውያን ወይ ከኣ ወላ ኣብ ስደት ዘለዉ ኤርትራውያን ከማን ብብዝሒ ይፈልጥዎ ድዮም እዚ ነገራት እዚ እቲ መድሃኒት ንሕና ብዙሕ መድሃኒት በሊዕና ኣይንድቅስና ግን እቲ መብዛሕትኡ ኣብ ወላ ከማን ኣብ በዓል ዓዲ እንግሊዝ መድሃኒት እንዳበልዑ እዮም ዝድቅሱ ናይ መደቀሲ መድሃኒት ሕጂ እሱ እንታይ ነቲ ነቲ ስትረስ ጋና ወላ ኣብ ድቃሶም ክመለስ ኣይገድፎምን እዩ ዘሎ ማለት እዩ

ሕጂ ታይ ዝብል ዘሎ እቲ ስትረስ እንድሕር ኮይኑ እንታይ የምጻልና እም። እወ ስትረስ እንድሕር ኮይኑ ዲዚዝ የምጻልና። ግሮውዝነር ኮይና ዌልነስ ኣምጻልና። ዌልነስ ማለት ጥዕና ማለት እዩ። ዲዚዝ ማለት ከኣ ዲዚዝ ማለት ሕማም ማለት እዩ። እቲ ስትረስ እንድሕር ኣሊናዮ ካብ ህይወትና እንታይ እዩ ንኸውን ኣብታ ዜሮ ንመጽእ። ኣብታ ዜሮ ምዃን እውን ጥራሕ ኣይኮንን ኢሉ። ንዕኡ ነታ ካብኡ ከኣ ሓጎስ ክንውስኸሉ ኣለና። ጻወት፣ ሰሓቕ፣